እዚ መልእኽቲ እዚ ንተጋሩ እዩ። ትግራይ ትጽውዐና ኣላ፣ ትግራይ ትደልየና ኣላ። ሓድሽ ነገር ክንፍትን ዳግም ክንሃንጻ ኢድ ንኢድ ተታሒዝና ክንልዓል ሓፍ ክነብላ ናብቲ ናይ ቀደም ብራ ከኣ ክነደይባ ትግራይ ትደልየና ኣላ ኣሕዋተይ ክዛረብ ስምዑኒ እወ ተጋሩ ኣሕዋተይ ጽን ኢልኩም ኣድምጹኒ እወ ኣብ ፈተና ኣለና ኣብ ፈተና ስራሕ የለን ተስፋ የለን ቅሳነት የለን ራህዋ የለን ግን ክወግሕ እዩ ክርህው እዩ ተሐዚ ዘየሎ ክንፈጥሮ ኢና እቲ ደስ ዘይብል ክንዘሎ ኢና እቲ ደስ ዝብለና እቲ ባህግና ክንፈጥሮ ኢና ክንነብሮ ኢና እወ ባዕልና ንማንም ከይተጸበና እቲ ንደልዮ ክንፈልጦ ድሕሪ ምፍላጥና እውን ክንሃንጾ ናም ብሓባር ክንፈጥሮ እወ ባዕልና ንማንም ከይተጸበና እቲ ንደልዮ ንፍለጦ ናም ብሓባር ንህነጾ ብሓባር ንፍጠሮ፣ እቲ ዘይንደልዮ እውን ንፍለጦ፣ ብሓባር ድማ ነወግዶ። ንሕበር፣ ኢድ ንኢድ ንተሓሓዝ፣ ክሻብ ሽዑ ግን ንጸመም። እወ ንጸመም፣ ስንና ነኺስና፣ እቲ ዝመጽእ ብሩህ ግዜ፣ እቲ ዝመጽእ ራህዋ እናሓሰብና ንጸመም። ስንና ንንከስ፣ ንጸመም። ሎማዓንቲ ድማ ኣዝዩ ፍሉይ ዝገብሮ ዝተፈላለዩ ትካላት ኮላብሬት ጌርና ዘዳለናዩ እዩ። ብዋናነት ሊሎ ዲጂታል ማርኬቲንግ፣ ትንሳኤ ምምኻርን ስልጠናን ከምኡ ውን ሳክሰስ ናይ ህይወት ክህሎት መሰልጠኒ ማእከል ብምትሕባር እስኪ ክንመክር፣ ክንዝቲ፣ ጸገማትና ውን ብልክዑ ክንመዝኖም፣ ኣብ ጸገማትና ስዒብና ክንፈትሖም እንኽእል ክንፈትሐሉ እንኽእል ጥበብ ከምኡ ውን ኣብ ድሕሪ ጸገማትና ዘለዉ ዕድላት ውን ክንዝትየሎም። and ካብቲ ዝኒኦ ናይ ቁልቁል ጉዕዞ ደው እነብለሉ፣ እንሓውየሉ፣ እንዓብየሉ መንገድታት እንተናደና እስኪ ኣሕዋትና ሰብ ልምዲ፣ ኣሕዋትና ምሁራን እውን ክእለቶም፣ ልምዶም የካፍሉና ተባሂሉ ዓበይቲ ኣጋይሽ ዓዲምና ንምይይጥ እዚ መድረኽ እዚ ኣዳሊና ማለት እዩ። ስለዚ ንመዳለውቲ ሊሎ ዲጂታል ኣካዳሚ፣ ትንሳኤ መምሃርን ስልጠናን ከምኡ እውን ሳክሰስ ናይ ህይወት ክህሎት መሰልጠኒ ማእከል እዚ መድረኽ እዚ ስለ ዘዳለውልና ኩሎም ኣብዚ ዝደኸሙ ኣካላት ሞራል ሃውለይ። ፅቡቕ ኣብዚ መድረኽ እዚ ካብ ብግሓቱ ጀሚሩ ፀገማት ተጋሩ ኣብ ምድህሳስን ፀገማትና ኣብ ምቅላልን ብግንባር ቀደም ዝነጥፍ ብዝተፈላለዩ ጉዳያት ብዝተፈላለዩ ዓውድታት ልምዱ እናካፈለ ትካላት እናጣየሸ ኣብ ዝተፈላለየ ናይ መሪሕነት ቦታታት ንነዊሕ ግዜ ከይሰልቸወ ከየቋረፀ ኣብዚ ዓውዲ እዚ እናሰርሐ ዝርከብ ናይዚ ዓውዲ እዚ ሊቅ ማለት ንኽእል ኢና ይርጋ ገብረእግዚኣብሄር ካብ ኦሳ ምሳና ኣሎ። ንኣቶ ይርጋ ናይ ምስጋና ሞራል ከምኡ እውን ካብ ትንሳኤ ምምኻርን ስልጠናን ንግሆ ኣብቲ ሓደ መድረኽ ትሪኦም ድሕሪ ሰዓት ኣብቲ ካሊእ መድረኽ ኣብ ኩሉ መድረኽ ንሕውየት ይጠቅም እዩ ንዕቤት ይጠቅም እዩ ዘለናሉ ኩነታት ከሻግር ይኽእል እዩ ዝተባሃለ መድረኽ ኩሉ ጥራሕ ይድከም እምበር ጥራሕ ውፅኢት ይሃልዮ እምበር ኣነ ይድከመኒ ጥራሕ ይጥቀም እምበር ኣነ ሓጸውጸው ንበል ንውጻእ ንውረድ ብምባል ፍቓደኛ ብምዃን ካብ ንእሽተይ መድረኽ ክሳብ ዓበይቲ መድረኻት እናገልገሉና እናመዓዱና እነመኸሩና ሓደ ሓደ ግዜ ብቕድሚት ኮይኖም ብምጉታት ሓደ ሓደ ግዜ እውን ብድሕሪት ኮይኖም ብምድፋእ ዝሕግዙና ዘለዉ መምህር ገብረመድህን ኣያሌው ኣብ ማእኸልና ኣለዉ ናይዚ ምይይጥ እዚ ሓደ ኣካል እዮም ሞራል ሃውለይ ከምኡ እውን ካብዞም ዓበይቲ ምሁራትና ንክመሃር ናታቶም ኣሰር ንምክታል ንዓኣቶም እውን ብደንቢ ንክዛረቡ ንከምህሩና ዕድል ብምምችቻይ ኣይ ኩነታት ኣይመርሕኒ ኣነ ዝደልዮ ሂወት እየ ብዲዛይን ክሃንፅ ዘለኒ ስለዚ ትግራይ ንምንባር ምችውቲ ምግባር ቀዋሚ ሕልመይ እዩ። እዚ ንምግባር ድማ ዝተፈላለዩ ስልጠናታት ክህብ እየ። ዝተፈላለዩ ናይ ቢዝነስ ትካላት እውን ከጣይሽ እየ ብምባል ኣብ ምግዳል ዝርከብ መንእሰይ ድማ ኣሎ እዚ ተወልደ መብራህቱ እዩ። ክብረት ይሃበልና ኣቶ ይርጋ ገብረ እግዚኣብሔርና መምህር ገብረ መድህን ኣያሌው ናብ መድረኽ ዓድሙለይ። ቴንክ ዩ ብጣዕሚ ከምቲ ትሪእዎም ናይ ሎማዓንቲ መድረኽ ኣዝዩ ፍሉይ መድረኽ እዩ። ምኽንያቱም እዚ መድረኽ እዚ እንትጅመር ናይ ማይንድ ጂምናዝየም እዩ። ዝኾነ ኣካል መምህር ዝኾነ ኣካል ድማ ተምሃራይ ዘይኮነስ እንመሃሃረሉ፣ እንመያየጠሉ፣ ሓሳብን ስምዒትን እንለዋወጠሉ ካብኡ ስዒቡ ድማ ምፍላጥ ጥራሕ ዘይኮነስ እቲ ዝፈለጥናዮ ባህሪና ንክኸውን ልምድና ንክኸውን እንለማመደሉ መድረኽ እዩ። ኣነ ብወገነይ ዓብዪ ዕድል እዩ ዝስምዐኒ ምኽንያቱም ከመይ ከም ዝዛረቡ ነገራት ከመይ ከም ዝሪኡ ሓሳባቶም ከመይ ኣሰባሲቦም ንዓና ክህቡና ከም ዝኽእሉ ንክምሃር ዓብዪ ዕድል ፈጢሩለይ ኣሎ ናይ ሎማዓንቲ ኣርእስትና ህልው ኩነታት ትግራይ እንታይ እዩ ዝመስል እቲ ኩነታት ንሱ እንታይ ዓይነት ተፅዕኖ እዩ ዝፈጥረልና ዘሎ እዚ ሳክሰስ ሰሚናር እዩ ሳክሰስ ሰሚናር ሕልምና ትግራይ ንምንባር ምችውቲ ምግባር እዩ እዚ ሕልምና እዙይ ንክዕወት ብፍሉይ ኣብ ሕውየትን ዕቤትን ስነልቦናን ኢኮኖምን ንሰርሕ ኣብ ሕውየትን ዕቤትን ስነልቦናን ኢኮኖምን ተጋሩ ለውጢ ንምምፃእ ዝተፈላለዩ ንህንፀት ዕውት ህይወት ዝሕግዙና ጥበባትን ልምድታትን ንስልጥን ዝሰልጠንናዮ ድማ ንለማመድ፣ ዓቕምታትና ንርዳእ፣ ባህግታትና ነነጽር፣ እንደልዮ ህይወት ዲዛይን ንገብር፣ እዚ ህይወት እዙይ ንምህናጽ ድማ ብሓባር ንለማመድ፣ ተመኩሮታትን ጥበባትን ዕዉት ህይወት ብሓባር ነማዕብል። ኣብ ምንታይ ዓይነት ጭንቅን ጸበባን ኢና ዘለና? and ሒዝናዮ ዘለና መንገዲኸ ከይዱ ከይዱ ናበይ ከብጽሐና ይኽእል? ስለዚ ኣብዚ ህልው ኩነታት እዚ ኮይና ከም መጠን ዝተምሃሩ ዜጋ ከም መጠን መንእሰይ ከም መጠን እዚ ሓድሽ ወለዶ እዙይ እንታይ ኢና ክንገብር ዝግበአና ኣብ ዝብሉ ጉዳያት ክነዕልልን ክንመሃሃርን ኢና። ብቐጥታ ናብ ምይይጥና ክንከይድ ኢና። ሕዚ እውን ንተጋበዝትና ደጊምኩም ተትዕድሙለይ ደጊምኩም ድጋሜ እንኳዕ ዳሕና መጻኹም ምሳይ ተራኸብና ትስማዕ ይወደ ድሕሪ ትስማዕ ዶ ያ መብራህቲ ብዘይምህላው ምክንያት ስፒከር ኣይንጥቀምን ኣለና ድምፂ ዘይስማዕ ተኮይኑ ምናልባት ድምፂ ንክንውስኽ ንገሩና ኢኹም ኣብ ማእኸል ኣብዚ ምይይጥ እዚ ኩሉ ዘሳተፈሉ እዩ ካባካትኩም ካብ ኦድየንስ እውን ኣሎ ስለዚ ህልው ኩነታት ትግራይን እንታይ እዩ ዝመስል ኣብዚ ሰዓት እዙይ ከመይ ከ ይጎድአና ኣሎ ከመይ ከ ይሓስየና ኣሎ ህልው ኩነታት ትግራይ ዝፈጠሮ ብዋናነት ኩላትና እንፈልጦ ጭንቀት ወይም ስትረስ ወይም ፀቕጢ እንብሎ ጉዳይከ ደረጃ ሳዕቤኑ ንዓና ብምንታይ ደረጃ እዩ? እንታይ ማለትከ እዩ? ምልክታቱ እንታይ ማለት እዮም? እስኪ ንወግዕና መጀመሪ ይኹን። ከቢድ እዩ ኣብ ቅድሚ መምህርካ ምንጋር ናይ ውሽጢ ዓዲ ሊቃውንቲ ሲ ለእምሃለ ወይ ልህቅ እይትናገር ደቂቅ እዮም ዝብሉ ግን ደማ እምነ መስዋእቲ ኣቢተ ኣዞ ስለ ዝበሃል መምህረይ ሞዴለይ ኣርኣያይ ቀድም ስለ ዝበለኒ ተቐብለነኹ ክብረት ያበለይ ትግራይ ሕዚ ዘለቱ ኩነታ ይመስል ልብልሲ ልመን እየ ማክ እናገሮ ሓንቲ ሕቶ ነይራትኒ ኣነ እውን በረኻ ከይድና ረፍቲ ፅንተታዊ ኩናት ቃልሲ ከመይ ኣሎ ኢልናዮሲ እታ መዝሙር በዓላ ኢልና እንታይ ኢልናዮ እታ መዝሙር በዓላ ናይ ትግራይ ብሄራዊ መዝሙር ዘይንዲ ወጎ ዘይንሰግሮ ሮዋ የለ ፀላእትና ይኸብለውና ዓፅምትና ይብተኑ ኣሎ እንታይ ዶ እታ መዝሙር በዓላ እያ ተቓልሲ ኢልና ይርስዐይና ሕዝለሲ ትግራይ ከመይ እና ትባል ተሎሲ እታ ሕዚ ለላ እታ ኩላትና ንሓድረላ ንውዕለላ መንእሰይ ተስፋ ዝሰኣነላ ዓዱ ገዲፉ ዝስደተላ ወይ ክብ ወይ ግብ ኢሉ ኣማራፂ ለሕፀረላ ሳልሳይ መርአይ ልስኣነላ ክሳገር እየ ባሕሪ ዋላ ይውሓጠኒ ክሳገር እየ በረኻ ዋላ ሓደ ነገር ይግበረኒ ኣብ ዝብለላ ዓይነት በፅሕና ኣለና። ብቲ ሞያ ዓውዲ ቪሸፕ ሰርክል ይብልዎ ብናባዕልና ቋንቋ ዕንክሊል ዓይነት ኢና ዘለና። ስለዚ ብጣዕሚ ላጨንቕ ልቢ ለለዎ ሰብ ብዘይ ኣደቅስ ሓደ ዓብዪ ሰብሲ ጊዮርጊስ ለምደ ሰብ ህርሴ ኢሎም ነይሮምና ሕዝስ ብዛዕባ ትግራይ ብዛዕባ ህሉ ኩነታት ክትሓስብ ተለኻሲ ዘያደቅስ ብጣዕሚ ዝቕንዙ ብጣዕሚ ዘሕምም ኩነታት እዩ ዘሎ። ብስሩ ከም ሙሁራን፣ ከም ንግዲ ማሕበረሰብ፣ ከም ሓረስታይ፣ ከም ኩሉ ክፋል ማሕበረሰብ ኣብ ቀራኒ መንገዲ ኣለና። ኣብ ቀራኒ መንገዲ ወይ ናብ ሞት ወይ ናብ ሕይወት ሕዚ ኣብ ቀራኒ መንገዲ ኣለና ኣብ ምውሳን ልዑል ጥበብ ዘድልዮ ሊቃውንቲ ዘበይ ሶሉሽን ሰሌክሽን ይብሉ እቲ ልዓበየ ሕርያ ምምራፅ እዩ ስለዚ ናይ ምምራፅ ጥበብ እንድሕር ለይተመኻኸርና እህን ምህን ድሕር ተባህልና ኣንፈትና ብዚ እዩ እንድሕር ለይበልና ብጣዕሚ ብለጨንቕ ኩነታት ኢና ንርከብ ብካልእ ኣገላልፃ ምን ኣዴታትና ተኸድናሲ ኣብ ሕርሲ እቲ ልውለድ እንታይ እዩ ኣይንፈልጦይ ኣብ ቃንዛ ግን እኒያ ሓያል ጭንቂ ምስ ተገላገለት ሓድኡ ክመጽእ እዩ። ግን ሕዚ ገና ኣይተገላገልናይ ኣብ ሓያል ናይ ሕርሲ ቃንዛ እንሄና ኢልና እውን ምግላጽ ንኽእል ኢና ኣብ ሓጽር
የቐንየልና የርግሸይ ከብዚ እንታይ ትብለና ስፔሻሊ እቶም ምልክታቶም እቶም ጭንቀታት ከምዚ ዓይነት ሕቶ ኣብዚ ገዛ እዚ ጥራሕ ይኾን ይልዓል ዘሎ ኣብ ለኸድናዮ ዞ ሕቶ እዚ እኒኦ ኣበይ ኢና እኒኤና እንታይ ኢና ንኾን ኣለና ከመይ ኢና ንኾን ኣለና ልብል ብዙሕ ሕቶ እኒኤና ብዙሕ መልሲ ግን የብልናይ ናብ ፐርሰናሊ ታይ ትሓስብ ትብሉኒ እንተለኹም ሓደ ሄነሪክ ዝበሃል ጸሓፊ ዝጸሓፎ ጽሑፍ የስታውሰኒ እና እንታይ ይብል ስሊፕ ኢዝ ጉድ ዴዝ ኢዝ በተር በት ኦፍ ኮርስ ዘ ቤስት ቲንግ ውድ ቢ ቱ ሃቭ ነቨር ቢን ቦርን ኣት ኦል ሃምኡ ኢለ ሕሰበኒ ለኣዩ በቃ ተለ ይውለድ ነይረ ተለ ይህሊ ነይረ ለብለኒ ኩነታት እዩ ተፈጢሩ ተለ ይህሊ ነይረ እዞም ኸዚ ልሰምዖም ኣለኹ ኩሎም ተለ ይሰምዕ ተለ ይውለድ ነይረ ልመጀመርያ ግዜ ኣብ ህይወተይ ሃምኡ ኢለ ክሓስብ ልገበርኒ ኩነታት ንሓልፍ ኣለና ኢለ ተልገልፆ ደስ ይብለኒ ዝተጋነነ ይመስለኒ ምክንያቱ ለምሳሌ ኣብዚ ክልተ መዓልቲ ሪኢኹም እንተኮይንኹም ኢራናውያን ወይ ኣመሪካውያን ኣብ 12 ሰዓት ወይ ኣብ 14 ሰዓት ወይ ኣብ 20 ሰዓት ሓደ ግዜ ፅቡቕ ዜና ሓደ ግዜ ሕማቕ ዜና ይሰምዑ እዮም ኣባና ግን ታይ ካብ ምህራስካ ተላዒልካስ ተኸፊትካ ታይ ትሰምዕ ተይልኹምኒ ጭንቂ መሰረት ለይብሎም ወረ ብጣዕሚ ልውረዩሉ ሓቀይ መሰረት ለይብሉ ወግዒ ከምድላይኻ እንታይ ልግበረሉ ልንገረሉ ልናሰብ ሃይማኖት ልናሰብ ስብእና ልናቆልዑት ህንፀት ልናዓበይቲ ጥዒና ታይ ኾን ከምፅእ ኾን ታይ ኮንስኩዌንስ ይህልዎ ኢሉ ለይሓስብ ልበዝሐሉ ያሆመይ ዲና እኔና ድሓር ንጎ ተላዒልኻ ትሰምዖ ካብ ሓደ ጭንቂ ህገላግለኒ ዶ ኾን ኢልኻ ላብ ኻሊእ ቻነል ትዘር ተለኻ ካብኡ ልበለፀ ታይ ይፀንሐካ ኻሊእ ጭንቂ ኻሊእ ጥርጣረ ኻሊእ ፍርሒ እዩ ልጸንሐካ ስለዚ ተለይወልድለ ተለይውለድ ነይረለ መሐሸኒ ኢለ ኣብ ልሓስበሉ ደረጃ እኒኤኹ በኸምዚ ይውዕል በኸምዚ ይሓድር። እዚ ሳክሰስ ሰሚናር እዩ ሳክሰስ ሰሚናር ሕልምና ትግራይ ንምንባር ምችውቲ ምግባር እዩ። እዚ ሕልምና እዙይ ንክዕወት ብፍሉይ ኣብ ሕውየትን ዕቤትን ስነልቦናን ኢኮኖምን ንሰርሕ። ኣብ ሕውየትን ዕቤትን ስነልቦናን ኢኮኖምን ተጋሩ ለውጢ ንምምፃእ ዝተፈላለዩ ንህንፀት ዕውት ህይወት ዝሕግዙና ጥበባትን ልምድታትን ንስልጥን፣ ዝሰልጠንናዮ ድማ ንለማመድ፣ ዓቕምታትና ንርዳእ፣ ባህግታትና ነነፅር፣ እንደልዮ ህይወት ዲዛይን ንገብር፣ እዚ ህይወት እዙይ ንምህናፅ ድማ ብሓባር ንለማመድ፣ ተሞኩሮታትን ጥበባትን ዕዉት ህይወት ብሓባር ነማዕብል። ደሓር ሀመይ እንደገና ተመሊስኻ ተስፋ ትገብር ግዛዕም ዛዕ ልብልዎ ወግዕታት እ ሼር ልምግባር ዝግጁ እየ ግን ሀመይ ትገልፆ ተይልኹምኒ ጭንቀት እዩ ሓሳብ እዩ ጥርጣሬ እዩ ለይምትእምማን እዩ እ ተስፋ ትገብረሎም ሰባት ብልኾነ መልክዑ ኣብ ልኾነ ቦታ ኣብ ልኾነ ሰዓት ተግኒኻዮም ልኾነ ጥያቄ ትጥይቆም ተለኻ ልገደደ ለፍርሕ ልገደደ ለጭንቕ ልገደደ ህራስ ለስእን ነገር እዮም ልነግርኻ እምበ ሀምቲ እስኻ ተስፋ ልገበርኻሎም ቃ የስታዊስንሲ ብደርጊ ግዜ ወደን ጠፊእወን ሓንቲ ሰበይቲ ለይኣተዮኦ ጉድጓድ የለይ ደሓር ብሰብ ብሰብ ዳኣገለ ኣሻዒቱ እና ኢትዮጵያስ እና ደህንነት ሓላፊ ልባሃሉ ኹሉ ነገር ልፈልጡ ልባሃሉ ሰብ እስቲ ላብኡ ከይድክንስ ኣቤት በል ኣብ እግሮም ወዲቅክንስ ወደየበይ እንዲኦ በለኦም ደሓር ዓሰርተ ክልተ ሰዓት

ድሓርስ ምብካየን ሓዲገንኦ ወዮ ከጽናዕንዕወን ወዮ ተስፋ ክህወን ተስፋ ዝገበረኦም ሰብኣይስ ምስአን በኻዩ እየ። ከምዚ ኢና እኔና
ያው ከምቲ ዝሰማዕናዮ ህሉው ኩነታትና እንታይ ይመስል ኢልካ ምሕታት መምህርም ኣቶ ይርጋም ገሊፆሞ። ስለዚ ኣብ ከቢድ ፈተና ኣለና፣ ኣብ ከቢድ ፀቕጢ ኣለና፣ ኩለ መዳያዊ ፈተናታት በዚሖምና ኣለዉ። ሕልፍ ሓሊፍናስ ዋላ እቲ ዘይተፈጠርኩለ ዘብል ስምዒት እዩ ዝስምዐኒ ኢሉ ሓውና ይርጋ። በቃ እቲ ሓቂ እዚ እዩ ንሪኦ ዘለና ጉዳያት እዚ እዩ መዓልታዊ ዘሸብር መዓልታዊ ዘርዕድ 360 ዲግሪ እዚ ኢኻ ትረክብ ስለዚ በዚ ተቐፂልና ናበይ ኢና ንኸይድ እዙይ ተቐፂሉሲ በእዩ ዝኸይድ ኣነ ከም ዝረኣየኒ ኣብ ችግራትና ብደንቢ ተረባሪብና ነባዝሖም ኣለና ኮይኑ ይስምዐኒ ደንብ ተሓጋጊዝና እቲ ሓደ ዝኾነ ችግር እቲ ሓደ ዝኾነ ችግር ችግራት ኣብ ምብዛሕ ዝተሰማረና ኮይኑ ይስምዐኒ ናተይ ስምዒት እዩ and በዚ ተቐፂልና እንታይ እዩ ዝፅበየና ብኡ ዘይምቕፃል ከ ካሊእ መማረፂ ይህልየና ዶ ይከኣል ዶ ከ ይኸውን ኣንፈትና ምቕያር ይከኣል ዶ ይኸውን? ተማሂርናሉ ካብኡ እንተንወጽኸ ታይ ምህናጽ ምኸኣልና? ታይ ምፍጣር ምኸኣልና? መቸም እንተመኺርካ እዩ መፍትሒ ዝመጽእ፣ ተዘቲኻ ኢኻ ትርድኦ እሞ ኣብዚከ ታይ ክትብሉና ትኽእሉ መማህራና?
ኣብ ከምዚ ዝበለ ኩነታት እኒኤና ኢልና ምስ ኣመንና እቲ ናይ መጀመርያ መፍትሒ፣ ከምኡ ምዃንና ካብ ልቢ ታይ ምግባር? ምእማን።
ምቕባል እዩ። እዚ ሓደ ሓደ ግዜ ኣነ ባዕለይ ለጋጢሙኒ ኾን እዩ፣ ሓደ ሓዲኹም ለው ዘየጋጢሙኩም ኾን እዩ። ል ልፍቕሪ ልቀልዲ ይትህርስ እሞ ኣገጣሚ እዛ ቆልዓ ልቁም ነገር ተጠኒሳ ደሓር ኽልቴና ተማኺርናስ ሃምለይ ጠነስና ሃምለይ ጠነስኪ ሱቕ ንበል ተይልናስ ትጥንሲ ምዕባይ ይሓድግ ድዩ? ናትኪ። ድሓር ወይ ልቕል ወይ ልምውላድ ወይ ልለይ ምውላድስ መጀመርያ ጥንሳም ልተፈጠረት እንታይ ክንገብር ኣለና?
ክንኣምን ኣለና።
ክንኣምን ኣለና።
ይድለ ድዩ ኣይድለይ ካሊእ ጉዳይ ኮይኑ ማለት ምእማን ከድልየና ኣብ ከምዚ ዝበለ ኩነታት ኢና እኒኤና ኢልና ምእማን ደሓር ናይ ትግራይ ኩነታት ምስ ኣመና ሰብ ሰራሕ ምዃንለ ክንኣምን ኣለና ኣነ ናቦይዝጊ መርገም እዩ ኢለ ይወስዲ እዚ ብዙሕ ሰብ ሃም ናቦይዝጊ መርገም እግዚኣብሔር መሲሎ ይስምዕኒ እንደም ሓደ ሓደ ጊዜ በባና ልናደዱ እዩ ልመስለኒ እዚ ኩላ ን ሰለስተ ሽሕ ዓመት ታሪክ ልምዲ ትምህርቲ ለለዎም ማሕበረሰብስ ታይ ኮይኖም እዮም ፀገሞም ቶሎ ለይፈትሑ ኢሎም ባባና ቅር ልውሎም እዩ ልመስለኒ እንዳም ኣውዜ ምፍታሕ ግንባር ቀደም ክኾኑ ለለዎም ሰባት ናቱ ፀገም መጋድድቲ ኮይኖም ትግነዩ ተለው ልበለፀ ልናደድሎም መሲሉ ይስመዐኒ እና ናመጀመርያ ናመርገም ጉዳይ የኾነይ ህዝቢ ትግራይ ብልተፈለየ መልክዑ ወይ መራሕቲ ትግራይ ብልተፈለየ መልክዑ ወይ ምሁራን ትግራይ ብልተፈለየ መልክዑ ኣብ ኻሊእ ካብ ለሎ ቦታ ልፈፀምዎ ሓጥያትይ ልፈፀምዎ ገበንይ እኒኦ ኢለ ኣይወስድን። ሀም ሰብ ክንጋገ ንኾን ንኽእል ኢና፣ ልጠሓስናዮ ነገር ክህሉ እዩ እምበር ብልተፈለየ መልክዑ እዚ ኸዚ ኣብ ዝባንና ለሎ መዓት ከውርድ ብልኽእል መልክዑ ልተሰርሐ ሓጥያት እኒኦ ኢለ ኣይወስድን እና ሰብ ሰራሕ እዩ። እዞም ሰብ ሰራሕ ተኮይኑ መን የስተካክሎ ማለት እዩ ሓቀይ ሰብ እዩ ሰብ ሰራሕ እዩ ሰብ እዩ ከስተካክሎ ዝኽእል እዚ ንኣምን እሞ ካልእቲ ነጥቢ እዚ ካባና ዓቕሚ ብላዕሊ ለይኮነ ናብ ባዕልና ፀገም ሰብ ዝፈጠሮ ፀገም ምዃኑ ሃምባሕ ካልኣይ ደረጃ እንታይ ምግባር ምቕባል ሳልሳይ ል እሂን ምሂን በርኻ ብደንቢ ታይ ምግባር እ ምኽፋት እዩ ከድልየና ል እሂን ምሂን እዚ ኣብ እሂን ምሂን ግዜ እዩ እቲ ፀገም እዚ ኣነ ቢሮይ እሂን ምሂን ንበሃል ኢና ኣብ ሰሙን ሓደ ግዜ ኣብ ቢሮይስ ኣብ ሰሙን ሓደ ግዜ ኸዚ ወየ ቐለቢ ቀልቢ ለይብሉና ግዜ ኮይኑ ሕምብቲት ናበልና እምበር ኣብቲ ኖርማል ግዜ ቸክ ኢን ቸክ ኣውት እንብሎ ቸክ ኢን ሰኒ ንግሆ እዩ ሰኒ ንግሆ ቀዳሚ ሰኒ እትዮ ብል ነበርና ነርና ፍርቀ ናብ ቢራ ፍርቀ ናብ ቡና ፍርቀ ናብ ገለ ቤተክርስትያን ገዳም ገለ ልነበረ ሰኒ ላብ ስርሑ ትመጽእ ተሎ ቸክ ኢን ንገብር ኣመይ ቀኒኹም ታይ ሓሲብኹም ኢኹም መጺኹም ኢልና ነውግዕ ደሓር ዓርቢ እንደገና ቸክ ኣውት

ህንዲ ልህቦም ዕድል ማዕረ ለኣየና ልቃረኑኒ ሰባት ልህቦም ማዕረ እንድሕር ለይኾነ ችግር ክኾን እዩ እሂን ምሂን በዚ ናየ ደገ ኣፍ ልልፎቲኒ ብደንብ ተኸፊቱ ልለይፎቲኒ ለፅቦ ተኾይነ ናይ እሂን ምሂን ውፅኢትና ታይ ክኾን ይኽእል እዩ ነጋቲቭሊ ኣፌክት ክኾን ይኽእል እዩ። እኒኹም ዲኹም ምሳየ ስለዚ ለኣኻትም ለ ወላ ኣብ ገዛኹም ለ ወላ ምስ ቤተሰብኹም ለ ወግዕ ተውግዑ ተለኹም ላብ ኢህን ሚህን ተኣቲ ተለኹም ትፈትይዎ ትምነይዎ ትደልይዎ ትንገር ተሎ ልህልወኩም ና ደገ ኣፍ ና ምኽፋት እፋፈት መጠን ዲሞክራሲያዊ የብለኩም እዩ

ንኹሉ ብለሳትፍ መንገዲ ናብ ይህን ምሂን ክንኣቲ ተኽኢልና ከምኡ ኢልና ይንቐሪ ልብል እምነት እኒ
ሰላም ክቡራትን ክቡራን ሳክስስ ሰሚናር ኢኹም ኣብ ምክትታል እትርከቡ ሳክስስ ሰሚናር ኩሉ ግዜ ብእሰዓት ብሳክስስ ናይ ህይወት ክህሎት መሰልጠኒ ማእከል እናተዳለወ ዝቐርበልኩም ስለ ህንፀት ዕውት ህይወት ዝሕግዙ ጥበባትን ልምድታትን እንስልጥነሉን እንለማመደሉን መደብ እዩ። ኣብ ሳክሰስ ናይ ህይወት ክህሎት መሰልጠኒ ማእከል፣ ትግራይ ንምንባር ምችውቲ ንምግባር ዝሕግዙ ዝተፈላለዩ ስልጠናታትን ናይ ቢዝነስ ትካላት ኣብ ምጥያሽ ኢና ንርከብ። ኣብ ስልጠናታትና ኣብ እነጣይሾም ትካላት ንምስታፍ ከምኡ እውን ስልጠናታትና ኣብ ትካልኩም፣ ኣብ ወረዳኹም፣ ኣብ ዞባኹም ንክዳሎ ንምእዛዝ፣ ኣብዚ መደብዚ እንተ ዝቐርብ እትብልዎ በዓልሞያ ንምጥቋም ከምኡውን ኣብዚ መደብዚ ምህርትኹምን ኣገልግሎትኩምን ንምልላይ እዚ መደብዚ ንምሕጋዝ ብስልኪ ቁጽርና ዜሮ ትሽዓተ ኣርብዓን ክልተን ሓምሳን ሓሙሽተን ሓምሳን ሓሙሽተን ዓሰርተ ሓደ ብምድዋል ወይ እውን ብኹሎም ብሽም ትካልና ዝተኸፈቱ ማሕበራዊ ሚድያታት ኮመንት ብምሃብ ኢንቦክስ ብምጽሓፍ ክትረኽቡና ክትእዝዙና ክተናግሩና ትኽእሉ ኢኹም። ንዑ ትግራይ ብሓባር ንምንባር ምችውቲ ንግበራ። ትግራይ ንህነፃ። ኣብታ ዒኒ ሚሂን ብዋናነት ህዝባዊ ዕላማ ማእኸል ልገበረ ናይ ህዝቢ ኢንተረስት ማለት እዩ ናይ ህዝቢ ኢንተረስት ማእኸለ ብልገበረ ልትማሊ ልምእራም ተለይኾነስ ልመፃኢ ልምህናፅ ለትኮረ

ልምመሃሃር ልምመሃሃር እዚ ንሕና ንእሽተይ ምምሃር ረሲዕና ኣብ ምፅራፍ ኢና ንውዕል መስለኒ መፅሓፍ ቅዱስ ሓደ ኣቦይዝጊ ብጣዕሚ ዲሞክራሲያዊ ካብ ለብሎም ብተፈጥሮም ዲሞክራቲክ እዮም ኣቦይዝጊ ክልተ ነጥቢ እኒኦዋኒ ኩሉ ግዜ ለድንቀለብ ለቦይዝጊ ሓንቲ

ብዙሕ ግዜ ጸርፊ እየ ዝሰማዓነ ጸርፊ ለይ የሻግረነ ለዚ እህን ምህና ካብ ጸርፊ ልወጸ ኣብ ትማሊ ለይተቸንከረ ልናጋ ልጥምት ኣጋጣሚ ልትማሊ ተኸደለ ክመሃር ልደሊ ልትምህርቲ ጥራሕ ከውዕል ልደሊ ለይጻረፍ ግን ልወቅስ ይህን ምሂን እንታይ ክንገብር ኣለና ክንለምድ ኣለና። እዚኤን እንድሕር ጌርና። ቐድሚ ላብ ገብረመድህን ምሽንባወይ እታ ወግዒ ኩሉ ግዜ ልገርመኒ እና ክንጥንቀቆ ልደሊ ኣብ ዕለታዊ ህይወትኩም ለ ተለይኾን ልምነዮ ህንዲ ልኸኣልኹም ኸኣሉ ሓመሳ ኣነ ይኽእል እዪ። ሓደ ክልተ ግዜ ጠሊቐ ስለ ዝፈልጥ ድሕሪኡ ሳልሳይ ተደጊመ ሒዙኒ ከድሪ ኢለ ሓዲገዮ እየ ሓመሳ ግን ብጣዕሚ ልኽእሉ ሓመሳ እኔዉ ሰብ ህንዲ ልኽኣለ ይኽኣል ሓመሳ ቁልቁል ኣብ ልድርደር ማይ ልዓቐብ ክሕምስ ተሞኪሩ ምድኻሙ ይቐር ጥበበኛ ተኾይኑ እንታይ እዩ ልገብር ንእሽተይ ምስኡ ንእሽተይ ምስኡ መዋፅእኻ ዶ ትፈልጥ ምስኡ ግን ትወርድ ኣለካ። ብዙሕ ግዜ ግትርነትና ይመስለኒ ቁልቁል ኣብ ልንድርደር ወሓዚ ማይ ልዓቐብ ክንምሕምስ ኢና ንሙክር። ለድኽመና ኣሎ እሱ ይመስለኒ። Great.
Great. እሺ እንታይ እሞ ክውስኽ ምንም ልውሰኾ ነገር ኮይነ የለ ይውሰካማ ይተሰክፈኒ ደንበ ወስድ
እሺ በቲ ወደ በቲ እታ ቁፅሪ ሓደ ትሕቶ ታሽሙ እያ ፀገማትና ሲ በዚ ተቐፂልና ናበይ ናበይ ኢና ክንኸይድ እዩ መንገዲ ከኒኤና ድዩ መንገዲ ከኒኤና ድዩ እዩ ሕዚ እንታይ ይረኣየና ን ላበና ክንኸይድ ልብል ብታ ምሳና ዓንቶ ትርጉም ልሃብና እያ ኣብ ቀራን መንገዲ ኣለና ወይና ህይወት ወይና ሞት እዩ ኣብዚ ጥበብ ኣመራርፃና ወሳኒ ኢና ነርና እታ ጥበብ ኣመራርፃ ሓንቲ ምፅዋን እዩ እታ መኸንበትት ላብኣ ንቅድሚ ምሕላፎስ ዝኸንበተላ ኣግባብ ብጣዕሚ ትድነቕ እያ ሳንሓስ ቁፅሪ ሓደ ግን ኩሉ ግዜ ኣብ ዝኾነ ይኹን ሚድያታት ክንዕደም ተለና ኣብ ስልጠናታት ክንህብ ተለና ኣብ ምልክታት እምበይ ኣብቲ መንቀሊ ፀገም ኣይናዋግዕ ከም ልማድ ድረእኽዎ እዩ ናተይ ትዕዝብቲ እዩ ኣብቲ ምልክታቱ እቲ ህዝቢ ዝፈልጦስ መልሰ ኣንደግመሉ እምበይ

እዚ መርሃ ግብሪ ትዳሎ ተሎሲ ኣጋጣሚ ኣብ ስልጠና ይቀኒ ካብ ሰኒ ክሳብ ሕዚ ክሳብ ዓርቢ ክሳብ ሎማዓንቲ ኣያቋረፁ ኣጋጣሚ ካብ ስልጠና ይቀጥታ መፀና ሰባት እንታይ ኢሎምኒ ዋ ፀገማት ክትናገሩ ኢኹም ትናገሩ ተለኹም ካልእ ከይትበሃሉ እምበይ መፍትሒ ከይንብስ የፋርሑኻ

ባዕሉ መእተይ ክስ እንተሎ ዶ ክፈልጦ እየ ኢልዋ። ሕዚ መቸስ ዝኾነ ኣካክና ሕጉሱልና ኣይ ጸገም የለይ ሰላም እዩ ዳሕና እዩ ኣይንብሊ ጸገም እንዮ ጸገምና ሓደገኛ እዩ መንቀልኡ ናብ ፖለቲካ ዘይምርግጋዕ እዩ መንቀሉ ህልኽ እዩ መንቀሉ ኣእልኾ ከስማዕ እዩ እዚ ክተርፍ እኔዎ ክንመዓዓድ እኔና ብግልፂ ንምንባር ኻልእ ነውሪ የብሉይ ኻልእ ኣበር የብሉይ ልጠፉ ህዝታት እነውያ ዓሰርተ ሰለስተ ሚልዮን ሬድ ኢንዲያንስ ዝበሃሉ መበቆልነቶም ሃገረ ኣሜሪካ ዝኾኑ ናብ ኣሜሪካ መበቆልነቶም ኣብኡ ዝነበሩ ካብ ምድረ ገፅ ኣጥፍኦሞም እዮም ተስፋፋሕቲ ኣውሮፓውያን ብታሪክ ንንገር ለሎ ሰባት ካብዚ ተላዕለም ኣንብቦም እዮም ካብ ምድረ ገጽ ይጥፍኡ ካናሰፊልና እውን ይጥፍኡ ተደልዮም ታሪክ መርምሮም የግንይዎም ብዚ ዘመን እዚኣ ነይሮም ይበልዎም ትበሃል ተሎ ሲ ክብል ተሎ ሰባት ሲ ስቕሎም ይኾኑ ኣማሕና ብግምት ልጓዓዝ ይኾኑ ኣንብቦም ለከ ልጠፍእ ህዝቢ እንሆ ኢሎም ልለደለኻዮ ህዝቢ ምጥፋእ ይከኣል እዩ ኢሎም ምዃኑ ንርዶ ይልግበና መርትዖ ኢለ ቀርብ ለለኹ ሬድ ኢንድያን ልበሃሉ ኣብ ኣሜሪካ ልተፈጠሩ ዜጋታት የለዊ ካብ ምድረ ገጽ ጠፍኦም እዮም ስለዚ እንድሕር ለይለበምና ክንጠፍ ንኽእል ኢና በቃ እዚኣ እኳ እታ ግልጺ ልዕሊ ሰለስተ ሽሕ ዘመን ታሪክ እነና መስረቲ ናና ዝዓዲ ኮር ስተት ኢና ላፍቲ ላፍቲ ትብር ይኾነ እዚ ስርዓተ መንግስቲ ተመስርቱስ ዓለም ካልፈልጦ ይቆፅር ኣለኹ ዘመንካ እትፈጠረ ግዜካ እትቆፀረ ይኾን እዩ ልናገር ዘለኹ ስርዓተ መንግስትስ መስርቶም ሲ ኣክሱማውያን መራሕቲ ኣብ ዓለም ለኸ ተፈሊጦምስ ህለ ሄሮድትስ ዝበሃሉ ናይ ታሪክ ተመራመርቲ ዝኸተብዎ ዝፀሓፍዎ ካልኦት እውን ተኸተቡ ልናገር ዘለኹ ቁፅርና ግን ካብ ዓሰርተ ሚልዮን ፍሒት የበለይ እሱ እውን ተሰክፈ ወስኸሉ እቲ ቁፅሪ ዓሰርተ ሚኒት ኣነ ስክፍ ኢለስ ከይነ ተስፋ ከይቆርጥ ውስኻ በልቲ ቁፅሪ እንደ ህንዱ ዲና እንድዒ ተኮይና ካልኦት ሰላሳ ሚሊዮን ኣርባዓ ሚሊዮን ላበፅሑ ሲ ኣሕና ተኮይና ታሪክና ኩሉ ግዜ ውግእ ኮይኑ ታሪክና ኩሉ ግዜ ኩናት ኮይኑ እነልዕሎም ጀጋኑና እንሽልሞም ጀጋኑና ናብ ኩናት ጥራሕ እናኮነ ናብ ኩናት ኣይንሸልምና ኣይኮነ ህልውና እዩ ቀሊ ኮነ ቅድሚ ኩናት ዓድዋ ዓለም ቅድሚ ምንጭብጫቡ ጸዓዱ ብጸለምቲ ዝሰዓሩ'ዮም ቅድሚ ኢሉ ቅድሚ ተስፋ ምግባሩ ንኣና ከም ምልክት ገይሩ ልዕሊ ዕስራ ገይና ኣፍሪካ ዓድታት ናትና ባንዴራ ወስደን ቅድሚ ንዓደን ምልክት ምግባረን ሓሙሽተ ግዜ ብውሕዱ ኣብ ደጉዓሊ ኣብ ሰሓጢ ኣብ ጉንዲት መክትና ኢና ተቓሊስና ኢና ፅቡቕ ቤዛ ኮይና ኢና ንካልኦት ንባዕልና ኸ ንሕሰቦ እቲ ናይ ዓሰርተ ሸውዓተ ዓመት ቃልሲ እቲ ናይ ሕዚ ኩናት በየዘመን ዝካየድ ዘሎ ኩናት ቁፅርና እናመንመነ እናመንመነ እናመንመሰ ዝመፅእ ኣሎ ናይ ህልውና ጀጋኑ እውን ይሃልውና ቤዛ ዝኾኑ ግን ተመራመርቲ እውን ነድንቕ መሃዝቲ እውን ነድንቕ ሓቀኛ ሰባት እውን ነድንቕ። ስለዚ ጸገምና ትክክለኛ ዝሰርሕ ልምህዝ ኣብ ልምዓት ዘሎ ሰብ ውፅእ ኣብልና ናይ ምምስጋን ዓቕሚ የብልና ባህሊ ልማድ ይጎድለና ኣሎ እዚ እውን ሓደ ጸገምና እዩ ካልኣይ እውን እናሃለና እታ ቁፅሪ ሓደ ጸገም ምህላይ ምርዳእ ብውልቀ ሰብ ደረጃ ሰልፍ ኣዌር ንብሎ ሕና ብስነ ልቦና ዓርሰ ግንዛበ ብናዓና ቋንቋ ዓርሰ ግንዛበ ከም ማሕበረሰብ እውን ክንግንዘብ እኒሀና ቅድሚ ዓሚ ይዝክር እያ ማዕዳ ሓካይም ኣብ ቴሌቭዥን ትግራይ ሶሻል ዲከይ ማሕበረሰባዊ ምብስባስ ኢልና ተላዒልና ጋዜጠኛ ፀገነት ብጣዕሚ ጨንቕዋ ደውላትለይ ዋ እረ ይፅናሕ ኢሎምኒ እንታይ ኮይኑ በቃ እቲ ምስባስስ ኣሰክፍና ተኾነ ካብኡ እንደገና ተነጋግሮምስ ኣይ እዚ ብጣዕሚ ቁም ነገር እዩ ወሳኒ እዩ ግን ኣርእስቲ ንቀይር እንታይ ንበሎ ምክልኻል ማሕበረሰባዊ ምብስባስ ወልወጪ ወልው ተማ ግን በስብስና ኢና እኮ ውላድ ላዱ ልቃትለሉ ዘመን ስክረ እዩ እንታይ ማለት እዩ ኣዶ ናብዚ ዓለምዚ ኣምላክ ከምጽና ተሎ ብናብ ደም ኣጽል ለምጸና ኣብ ከብዳል ጸሮትና ንፋጥና ሓስታ ሽንትና ጸርጋ ላዕበየትና ሞለ ዛዶ እዚኣ ጨክኑ ልቃትል ሰብ ምፍጣር ማለት ታይ ማለት እዩ እቲ ነውሪ ነውሪ ሃደሽደሽ ዝጠፍኡ እኒኦ ንውሪ ነውሪ። ሰላም ክቡራትን ክቡራን ሳክስስ ሰሚናር ኢኹም ኣብ ምክትታል እትርከቡ ሳክስስ ሰሚናር ኩሉ ግዜ ብእዚ ሰዓት ብሳክስስ ናይ ህይወት ክህሎት መሰልጠኒ ማእከል እናተዳለወ ዝቀርበልኩም ስለ ህንጸት ዕውት ህይወት ዝሕግዙ ጥበባትን ልምድታትን እንስልጥነሉን እንለማመደሉን መደብ እዩ ኣብ ሳክስስ ናይ ህይወት ክህሎት መሰልጠኒ ማእከል ትግራይ ንምንባር ምችውቲ ንምግባር ዝሕግዙ ዝተፈላለዩ ስልጠናታትን ናይ ቢዝነስ ትካላት ኣብ ምጥያሽ ኢና ንርከብ። ኣብ ስልጠናታትና ኣብ እነጣይሾም ትካላት ንምስታፍ ከምኡ እውን ስልጠናታትና ኣብ ትካልኩም፣ ኣብ ወረዳኹም፣ ኣብ ዞባኹም ንክዳሎ ንምእዛዝ፣ ኣብዚ መደብ እዚ እንተዝቐርብ እትብልዎ በዓል ሙያ ንምጥቋም ከምኡ እውን ኣብዚ መደብ እዚ ምህርትኹምን ኣገልግሎትኩምን ንምልላይ እዚ መደብ እዚ ንምሕጋዝ ብስልኪ ቁፅርና ዜሮ ትሽዓተ ኣርብዓን ክልተን ሓምሳን ሓሙሽተን ሓምሳን ሓሙሽተን ዓሰርተ ሓደ ብምድዋል ወይ እውን ብኹሎም ብሽም ትካልና ዝተኸፈቱ ማሕበራዊ ሚድያታት ኮመንት ብምሃብ፣ ኢንቦክስ ብምፅሓፍ ክትረኽቡና፣ ክትእዝዙና፣ ክተናግሩና ትኽእሉ ኢኹም። ንዑ ትግራይ ብሓባር ንምንባር ምችውቲ ንግበራ። ትግራይ ንህነፃ። ምስ ሓዋውሱስ ነውሪ ኢላና ኢሉ ዓብየናሲ ከም ነውሪ ኮይኑ እኒኦ ኖርማል ልብሃል ነገር መፅኡ እኒኦ። ሸዋ ወዳት እስኪ ብወልፊ ብገለ ይኹን ንበል ኣቋ ኣብ ዝሓለፈ ወርሕታት ዝሰማዕኹሞ ኣብ ዓድዋ ሓንቲ ጓል ኣንስተይቲ ድማ ጓል 16 ዓመት ለኣደኣ ቀትሪ ተገኝት ድያ እዚ ላይ ኣደንግፅ እንታይ ኢላ ደንግፅ ተሃንግ ትምናምን ትገለ ስርዓተ መንግስቲ ምልዕላዕ እቲ ወፍርካ ለይምእታው ገለ ልብል እርግፅ እዩ ኣብ ዘሎ ማሕበረሰብ ፅቡቅ ኢለሉ ኣነ ትግራይ ብክልተ ኢል ሪያ ይወፅ ኣለኹ ኢለኩም እየ ቅድመ ሰሙን ናብ ጉያ ኣካባቢ ነረ ቆላ ትንቤት ስልጠና ክብ ቀፅሉ ውቕሮ ነረ ውፅእ ኢና ነርና ሎም ቀደም ኣብ እንደርታ ሎሚ ሓሙሽተ መዓልቲ ዓዳ ዝመራ ዝበሃል ኣካባቢ ነረ ቤት ትምህርቲ ፈርሱ እኒዮ ጥዕና ትካል ፈርሱ እኒዮ ኣብለሎ መምህር ኣብለሎ በዓል ሞያ ትሪኦ ተለኻ ከም ኣናዎ ዘለዎ ይኾነ ትግራይ ክልተ እያ። ኣብዚ ግን ካልእ ነገር ንርኢ ኣለና። ስለዚ እቲ ሕማም ናተይ ሕማም እዩ እንድሕለ ይበልና ናቲ ካልእ ሰብ ፀገም እዩ። ብስነ ልቦና ኢምፓዚ እንብሎ ኢምፓዚ ኢምፓዚ ማለት ኣነ ተዝኸውን ኣነ ተዝኸውን ድራር ለይቲ ልስኣንኹ ኣነ ተዝኸውን ምግቢ ለይብለይ ኣነ ተዝኸውን ፀታዊ መጥቃዕቲ ልበፅሐኒ ኣነ ተዝኸውን ኣካለይ ዝተጎድኤ ሓፂን ኣብ ዝባነይ ሕዘ መሕከሚ ዝሰኣንኹ ኣነ ተዝኸውን እናበልና ኣብቲ ቦታ እቲ ተናእትዮ እቲ ሕማምና ንስምዖ ኢና እርግፅ ሕዚ ብዙሕ ሰብ ትናገሮ ተለኻ ደንዙዝን እዩ ብሕክምና እንታይ ኢሉ ዝበሃል እዚ ሰውነትና ሲ እንድሕሪ የቐንዝወካስ እቲ ሴል ሞይቱ እዩ ዝበሃል ሓቀ እቲ ሴል ፓራላይዝ ይኹን እቲ ሴል ስለዝሞተ ሲ መርፍእቲ ኣሎ ገለ ግበረስ ኣይቐንዝወካይ ከምኡ ዶ ዝኾነ ይመስለኩም እዩ ምንም በቃ ዘይስምዐና ዓይነት ነገራት እናኾነ ኢና ዘለና ስለዚ እቲ ቁፅሪ ሓደ ፀገም ሃም ንሎ ንረዳእ ኣይንሸፋፍኖ በቃ ሸፋፍና መፍትሒ ይመፅእ እዩ መፍትሒ ይመፅእ እዩ ልግሰፅ ንገስፅ ተስፋ ከይንገብር ኣብ ናይ ሃይማኖት መራሕቲ ትርኢ ኣለኹም ትድንግፅ ተስፋ ከይትገብርላ ፖለቲካ መራሕቲ ትድንግፅ ተስፋ ከይትገብርላ መናእሰይ ትድንግፅ ኣኹሉ ዙርያና ተስፋ ላስእን ነገራት ኣብ ለለዉ ንቑሕ ምዃን እዚ ተፈልጥኻሲ በቃ ሰብ ኮ እብኒ ሽንዱ ተብል ተሎሲ ብድንገት ተነይርካስ ፍግዕ ኢሉ ሰውነትኻ ብድንገት ተኮይኑ ሓምሊ ወቅዕካ እንድሕር ማይ እንድኻ ኮንሸስ ኮይኑ ንቑሕ ተኮይኑ ግን ትርር ይብሉ እሞ ዋላ ሕብጥ እያ ትብል ይምልሶ እዩ ንጉዳእና ንጠፍእ ኣለና ምዃንና እንድሕና ፅሕናሲ መፍትሒ ኢንዲቪጁዋል ዲፈረንስ እዩ ብብናባዕልና ኢና ነምጽኦ ኣይንስእኖይ እን ሜን ንርኢ ኢና ሰብ ስቕ ደርሆ እኳስ ትሓርዳ ተለኻ ስቕ ኣይትሕረዲ ቡትቡትቡት እያ ትብል ትከላኸል እያ ኣሕና እውን እንድሕር ዝኾነ ነገ ኦ ከም ህዝቢ ዝጠፍኡ ዓድታት እኒ ኣሕና እውን ከይንጠፍእ እንታይ ንግበር ላብሊ ንመፅ ኮይና ንረዳዳ ኢና ስለዚ ካልኣይ ነጥቢ ኣብ መፍትሒ ቅድሚ ምጥቋርና ናይቲ ፀገም ሱር ንናገር ኢና እኒሄና እታ ጸገም እውን ኣክሰፕት ኤንድ ኣጀስት እያ ዘላ ብታ ሳይንስ ቕቡል ትገብር እሞ ምስኡ ቶሎ ቀልጥፋ ምውሃድ እታ ጥበብ ይርጋ ሓወይ ዝተናገራ እያ ሳልሳይ ነጥቢ ኣብዚኣ ከልዕላ ዝደለኹ ኣብ ዝሓለፈ መርሃ ግብሪ እውን ሰክሰስ ላይፍ ኮችንግ ዓድመሙኒ ሓውና ተወላ ሳሕ ትኸተሎ ላቕረበያ እናወርኹ ናይ ምድማፅ ባህልና ልሞተ እዩ ኣይንደማመፅ ካብ ምድማፅ ሓሊፍናስ ምፍራጅ እዚ ሃቫርድ ቤከር ዝበሃል ሶሾሎጂስት ሌቨሊንግ ቲኦሪ ዝብል ፅንሰ ሓሳብ እኒዎ ሌቨሊንግ ቲኦሪ ማለት ማለት ፀለመ ጠቐነ እያ ትናገር ተለኻ ሲ ዋላ እዚ መርሃ ግብር ትዳው ተሎ ሲ ዋ ታይ ክብለካ ክኽእል እዩ ታይ ማለት ታይ ማለት እዩ መርሃ ግብር እዚ እንድሕደሉስ ጥምዝዝ የብሎ ብልመሰሎ የምጽእ እሞ ካልእ ነገር ይገብረካ። እቲ መፍትሒ ሓሳብ ላምጸስ ዝኾነ ነገር ትሽልሞ ዝኾነ ነገር ኣምጽኻ ጸሎ ትቐብኦ ሃሙ ተኾይኑ ሓዝሞ ኣይንወጽእ እዩ። ስለዚ ኣይንፈርጅ፣ ዕስለነት ነወግድ፣ ምክንያታዊ ንኹን። ማሕበራዊ ሚድያታት እውን ኣለውና ብሽም ትካላትና ብኹለን ትካላት ዝተኸፈቱ ኣወንታዊ ዝኾኑ ሓሳባት ጥራሕ ንቀያየረሎም፣ ስለ ዕብየት፣ ስለ ለውጢ፣ ስለ ቢዝነስ፣ ስለ ሓደሽቲ ሓሳባት ነዋግዐሎም ፕላትፎርምታት ኣለዉና። ቤተሰብ ንኹን ኣብቶም ሚድያታት ንሳቶም ንፍረ፣ ንብዛሕ ኣብዚ ጉዳይ እዚ ምእንታን ሓድሽ ቋንቋ፣ ሓድሽ ወኔ፣ ሓድሽ ምትሕግጋዝ፣ ሓድሽ ናይ ይከኣል ናይ ሰዓራይነት መንፈስ ምእንታን ክነፍሪ ብደንቢ ንተሓጋገዝ። ቀፃሊ ከምቲ ዝተብሃለ ቃል ኣትዮምልና ኣለዉ ክልቲኦም መማህራን ኣነ እውን ኣለኹ ክንራኸብ ኢና። ኣብ ሰዓትና ንራኸብ ናተፋለጥኩም ኔትወርክ ናሰራሕኹም እታ ዘላ ግዜ እውን እና ታባ ታባ ናበልና ነናብ ገዛና ብሰላም ንእቶ ስለዝመፃኹም ኣዚና ኢና ነኽብረኩም የቕንየልና።